ሰላም ሰላም ፋሚሊ ያህብ ኩሉ ሰብ ድሓን ክኸውን ናይ ሎማዓንቲ መምፅኤ ከዓኒ ናይዚ ኩነታት ዝካየድ ዘሎ ኣብ ዓድና ማለት እዩ ጽምዶ ዋጭዋጭ ባእሲ ኩሉ ሰብ ተፋላልዩ በቃ እቲ ኩሉ ዝካየድ ዘሎ ኣብ ዓለም ስኒ ኣይ ዶንት ቲንክ ዝርድአና ዘሎ ንሕና ሲ ከም ክርስትያን መጠን ሲ እግዚኣብሔር ከይሓዝና ስኒ ሓንቲ ነገር ሰላም ክኸይድ ኢልና ንሓስብ ከለና ብጣዕሚ ኢና ንጋገ ዘለና ፅምዶና ምስ ጎይታ ክኸውን ኣለዎ። ኤሪትራ ሰላም ኣይትህበና፣ ትግራይ ሰላም ኣይትህበና፣ ኢትዮጵያ ሰላም ኣይትህበና፣ ኢሜሪካ ሰላም ኣይትህበና። ኣብዚ ዓለም እዚኣሲ ብዘካ እግዚኣብሔር ስኒ ካልእ ሰላም ዝህብ ሰብ የለን። ኩላህና ከዓ ቅድሚ ኣብ ቅድሚ ጎይታ ደው ኢልና ክንሕተተሉ ኢና። እዚ ፅምዶ እቲ ሓደ ገለብል እቲ ሓደ ገለብል ግን እቲ ሓቂ እዚ እዩ ጋይስ፣ እቲ ሓቂ እዚ እዩ። ኤሪትራን ኢትዮጵያን ኣብ ቅድሚ እግዚኣብሄር ክንደይ ኢቭል ነገር ፈጺመን እየን ኣብ ርእሲ ሓወን ማለት እዩ ውጭስ ትግራይ ትግራይ እዝ ዮሴፍ ናይ መጽሓፍ ቅዱስ ማለት እዩ ንሓወን ቀቲለን ሓሪደን በሊዐን እየን እዚ ክንደ ግዜ ንዘራረብሉ ኢና ናይዚ ሓጢኣት እዚ ምስኡ ከዓኒ ፕራይድ ኣሎ ፕራይድ ናይ ኤሪትራ ኩሉ ግዜ ኣትሒትካ ንትግራዋይ ምርኣይ ብትሕተኻ ጌርካ በቃ ዘይወፅእ ትዕቢት ትዕቢትሲ ንሸይጣን ወዲቓቶ እያ ንሕና ግን እዛ ትዕቢት እዚኣ ኣበይ ከም ተእትወና ክንሪኣ ኢና ሱ ጎይታ ከዓኒ እዚ ኩሉ እዩ ሒዙ ዘሎ እቲ ውግእ ዝተለዓለ ኣብ ትግራይ ካብ ውግእ ኣይኮነን ጀኖሳይድ እዩ ምስኡ ከዓኒ ነተጋሩ ጥራሕ ኣይኮነን እቲ ደም ፈሲሱ ንጎይታ ከይተረፈ ተደፊሩ እዩ ኣብ ቤቱ ኣብ ማርያም ጽዮን ኣብ ኣቕሽቱ ኣብ ደናግሉ ኣብ ቤተ ክርስቲያኑ ኣብ ኩሉሲ ተተንኪፉ እዩ ጎይታ ሕጂሲ ዱ ዊ ኣነስሊ ቲንክ ሓደ ነገር ጌርካሲ ደቂስካ ትሓድር ኢልካ ዶ ትሓስብ ኤርትራዊ እዚ ምሕሳብካ ብጣዕሚ ኢኻ ትሕዝን ወዲ ሰብ እታ ሕማቅ ዝገበረ ኩሉ ግዜ ክፍደያ እዩ እዚ ዘሎ እዩ ኣብ መፅሓፍ ቅዱስ ኣሎ ዝፈሓርካያ ጉድጓድ ሲ ባዕልኻ ትኣትዋ መን ዊል ሪፕ ወድ ሂ ሶ ሕጂ ከዓኒ ኢፍ ዊ ኣር ፔይን ኣቴንሽን ክሎስሊ ኣብ ዓለም ሙሉእ እንድሕር ኣቴንሽን ንህቦ ኣለና ኮይና ዝካየድ ዘሎ ፖለቲክስ ጎይታ 2025 ረስቶሬሽን ጁብሊ ነሽነይ ክለንስ ክገብራ እየ ሓጢኣት ዝበሃል ካብዚ ዓለም እዚ ከጥፍኦ እየ ይብል ዝበሃል ከጥፍኦ እየ እዩ ዝብለና ዘሎ ሂ ኬና ከንቲኒ ስ ወይ ጎይታ ንዘለኣለም ስቂሉ ክርእየና ኣይክእልን እዩ እቲ ግዜ ኣኺሉ እዩ ሰኣነ ሓደራ ክብሎ ዝደሊ ንህዝቢ ኤርትራ ኮይኑ ንህዝቢ ትግራይ ኮይኑ ንህዝቢ ኢትዮጵያ ኮይኑ ናብ እግዚኣብሄርና ንመለስ ግዜ ሓጺር እዩ ውትን ትወኒ ፎር ኣወርስ ዓለም ክትቅየር እያ ኣለና ኣሎ ጎይታ the great and the dreadful day is upon us ሱን ኩሉ ነገር ክቅየር እዩ ክንደይ ሽግር እዩ ዝመፅእ ዘሎ እቲ ምስ እግዚኣብሄር ዘሎ ሰብ ጆይ ዘይረኣዮ ጆይ ክረክብ እዩ ፕሮስፐርቲ ክባርኾ እዩ ጎይታ ብጥዕና ድዩ ብፋይናንስ ድዩ ብኩሉ ነገር ክባርኮ እዩ እቲ ምስ እግዚኣብሔር ዘየለ ሰብ ግን ኣብ ስቃ እዩ ክነበር ክሳቀ እዩ እሞዚ ሓደራ እሞ ከዓ ኣለና ዘየለና ዘይንፈልጥ ፅባሕ ሞት ከም ሰርቂ እያ ትመፅእ ዓይንዓሹ ኢሳያስ ኣይ ተይኬር ኣይገብረና ዓቢ ተይኬር ኣይገብረና እቶም መራሕቲ ናይ ትግራይ ተይኬር ኣይገብሩና ኩላ ህዝቢ ኣብ ቅድሚ እግዚኣብሄር ንበይና ደው ክትብል ገሃነብ ከዓ ሪሊ ጋይዝ ክንደይ ሰብ እዩ ዝኣቱ ዘሎ እቲ ሪዮ ፅባሕ ንጎ ከይንጠዓስ ሓደራኹም ናብ ኣምላኽ ንመለስ ሪፐንት እዚ ዓለም እዚኣ ተኸዶ ዘላ ኣስተውዕሉ ክንደይ ነገር እዩ ዝካየድ ዘሎ ኣብ ኤርትራ ጥራሕ ልብኹም ኣይኹን ኣብ ዓለም እንታይ ይካየድ ኣሎ ፕረዚደንት ትራምፕ እንታይ ይገብር ኣሎ? እዞም ኩሎም ውክእ ሊደራት በብሓደ ይወርዱ ትሪእዎም ኣለኹም። ኣብን ኢሳያስን ከኣኒ ግዜኦም ኣኺላ እያ። ጎይታ ኦረዲ ንትግራይ ዝኸውን ሊደር መሪፁ እዩ ዘሎ። እቲ ሊደር ከኣኒ ኣብ ውሽጢ ትግራይ እዩ ዘሎ። ገና ሕጂ ግዜኡ ስለ ዘይኣኸለ ግን ብግዜኡ ግን ኩሉ ነገር ክግለፅ እዩ። እሞ እዚ ኩሉ ዋጭ ዋጭ ዋጭ ዋጭ ትብልዎ ዘለኹም ኣብዚ ሶሻል ሚድያ ሲ ዩ ጋይስ ኣር ዌስቲንግ ዮር ታይም ኣብ ቅድሚ እግዚኣብሄር ሲ ዊ ኣር ኖባዲ ኤሪትራ ትግራይ ኢትዮጵያ ዓለም ጎይታ ኣለዋ ናቱ ኔሽን እየን ንሕና ሓለፍቲ ኢና ኣብዚ ዓለም እዚኣ ባሕሪ ናህና ኣይኮነ፣ ወርቂ ናህና ኣይኮነ፣ ጎልድ ናህና ኣይኮነ፣ ኤሬትራ ናህና ኣይኮነ፣ ኢትዮጵያ ናህና ኣይኮነት፣ ኢሜሪካ ናህና ኣይኮነትን። ኣጋይሽ ኢና ንሓልፍ ኢና ዘለና። እቲ ሰማያዊ ቦታ እዩ ቦታና። ሲቲሰንስ ኦፍ ሄቨን ኢና ኒሕና። እዚ ናይ ዓለም ነገር ንረስዕ ኣዩ ኣየዕሽወና ጋይዝ ሓደራኹም። ኣነ እዚኣ ክብለኩም ኢለ መፀ በጃና ኩላህና ናብ እግዚኣብሄር ንመለስ። ግዜ ኣኺሉ እዩ። ክንደይ ሽግር ብሕጂ ክንርኢ ኢና። ክንደይ ጥሜት እዩ ዝመፅ ዘሎ። እቲ ፋይናንሽል ሲስተም ከኣ ይቅየር እዩ ዘሎ ድጅተል እዮም ዝገብርዎ ዘለዉ ገንዘብ እንተለኩም ሓደራ ተኺኢልኩም ስልቨር ግዝኡ ክርብቶ እንድሕ ዘይትኣምንሉ ኮንኩም ስልቨር ጎልድ ኮይንስ ግዝኡ እምበረይ ዓለም ትልወጥ እያ ዘላ ዋጭ ዋጭ ዋጭ ዋጭ እንዳልና እንዳተባኣስና ኣብ ሶሻል ሚድያ ዓለም ከዓ ትልወጥ ኣላ ሸይጣን ከዓ ስዕቃና ኣሎ ምክንያቱ ሃንደበቲ ነገር ምስ ወደቀ እቲ ሰብ በቃ ሃንድል ክግብሮ ኣይክእልን እዩ ገሊኡ ክፅለል እዩ ገሊኡ ነብሱ ክቐትል እዩ ገሊኡ በቃ ክኸብል እዩ እዚ ግን ኣቅዲምና ንነግረኩም ኣለና እቲ ነገር ተወዲኡ እዩ ትግራዋይ ሊድ ክገብራ እዩ ንኢትዮጵያ ሓንቲ ኢትዮጵያ እያ ክትኸውን ኤሪትራን ኢትዮጵያን ስ ሓንቲ ዓዲ እየን ክኾና ሶ ጋይዝ ጊቭ ኢት ኣፕ ኤሪትራ ኮነ ኢትዮጵያ ኮነ እታ ዝዓፀድናያ ሕጂ ክንረኽባ ኢና ምክንያቱ ብትዕቢት ጣዕ ኢልና ደም ኣፍሲስና ደም ኮይኑ ተራእየና ናይ ድሙ ደም ኮይኑ ተራእዩና እዚ ኩሉ ግን እግዚኣብሄር ይርኢ ኣሎ ነንሕድኩም ትዛረብሉ ትኾኑ ኣነ ይፈልጥን እየ ኤርትራውያን ግን ብጣዕሚ ኢኹም ትሕዝኑ ብጣዕሚ ኤርትራዊ ምዃንካ ዘፅልእካ ግዜ ኢና ኣቲና ዘለና ሶ ሓደራ ሓደራ ክብለኩም ተመለሱ ኦኬ ኣነ ንማንም ሰብ ንማንም ኤሬትራዊ ኮነ ትግራዋይ ወይ ኢትዮጵያዊ ሕማቅ ኣይምነየሉን እየ ንቲ ጸላኢ ጸላኢ ኢካ ከማን ገሃንም ሰብ ኣይትምነየሉን ኢካ ንኩሉኩም ኣብ ኢድ ኣምላክ ክትምለሱ እዚ ናተይ ጸሎት ይኩን እዚ ከኣ ጸሎት ገብረልኩም እየ ንኩላትኩም it doesn't matter who you are so እግዚኣብሄር ጎይታ ምሳካትኩም ይኩን ኣምላክ ምስ ኩላህና ይኩን እንዳበልኩ ኣብዚኣ ዘረባ ይዓጹ ጎይታ ባረኩም